ሰላም ሰላም ከመይ ትጸንሑ ፍትዋት ተኻታተልትና በብዘለኹምዎ ሰላም ክኾነልኩም እንዳተመነኹ ኣብ ልዕሊ መደብና ድማ ብጣዕሚ መዘራረቢ ዘሎ ኤርትራ ዘመናዊ ኣጽዋር ኣተዓጢቓ ስጉምቲ ምውሳድ ከምዝጀመረት ተገሊጹ ኣሎ ብዛዕባ እዚ ድማ ብሓደ ኮይንና ክንርኢ ኢና ካብዚ ብምቕጻል ላዕለዎት ልኡኻት ሰብ ስልጣን ናይ ስዑድ ዓረብ ናብ ከተማ ኣስመራ ብምቕናዕ ምስ ፕሬዚዳንት ኢሰያስ ኣፍወርቂ ኣገዳሲ ርክባት ክካይዱ ምዃኖም ተገሊጹ ኣሎ። ብዛዕባ'ዚ እውን ብሓደ ኮይና ክንርኢና ካብ ዝሞጻል ምዕራባውያን ሃገራት ዳግም ንኤርትራ ምንጻል ምቹው ዘይምዃኑ ብምርዳእ ጂኦፖለቲካዊ ቀርኒ ኣፍሪቃ ንኤርትራ ብምስታፍ ናይ ኣሰላልፋ ለውጢ ይገብሩ ከም ዘለዉ ተገሊጹ ኣሎ። ብዛዕባ'ዚ እውን ብሓደ ኮይና ክንርኢና ካብ ዝሞጻል ስታሊን ድማ ብዛዕባ ናይ ሱዳን መንግስቲ ኣብ ልዕሊ ኢትዮጵያ መጥቃ መግዛእቲ ክወስድ እየ ዝበሎ ብዛዕብኡ ስታሊን ሓደ ዓብይ ሓበሬታ ኣካፊሉ ኣሎ ብዛዕባ እዚ እውን ብሓደ ኮይና ክንሪኢና ከምኡ ድማ ነዚ እሙን ካልኦት ዝመሳሰሉ ትሕዝቶታት ሒዘልኩም መፅየ ኣለኩ ክሳብ መወዳእታ እዚ ቪድዮ እውን ሓቢርኩም ፅንሑ። እሺ እሞ ፍትዋት ተከታተልትና ቀዳማይ ቪድዮና ኣሜሪካ ኣብ ልዕሊ ኤርትራ ዘፅነሐቶ ማዕቀብ ክተልዕል ከም ዝኮነት ተፈሊጡ ኣሎ እዚ ዝሰምዑ ኤርትራውያን ድማ ታሕጓሶም እንዳገለፁ እዮም ዝርከቡ ዘለዉ ብዛዕባ እዚ ድማ ሓንቲ ቪድዮ ሒዘልኩም መፅየ ኣለኩ እስኪ በዛ ቪድዮ እዚኣ ድማ ላይክ ብምግባር ንጀምር። ድሕሪ ናጽነት ሰላሳን ሓሙሽተን ዓመት ብዘይ ዝኾነ ይኹን ጠሚና ኢሉ ጽርግያ ከይእወየ፣ ጸሚእና ዓሪቕና ኢሉ ከይማረረ፣ ነቲ ዘይስገር መስገደል ሰጊሩ፣ ብፍሕሹው ገጹ፣ እሞ በቲ ሓደ ኢዱ ባዴላ፣ በቲ ሓደ ኢቱ ኣፍራዛ ገይሩ፣ በቲ ሃገር እናልምዐ፣ በቲ ሃገር እናውሓሰ፣ ንሓይልታት ምክልኻል ኤርትራ ብፍላይ፣ ዮሃና፣ ድርብ ዮሃና፣ እንቋዕ ኣብቃዓካ፣ እንቋዕ ሞጎሰካ፣ እንቋዕ ሓጎሰካ ንብሎ። ነቲ ዘይሕለል መሪሕነትና፣ ነቲ ነብያትን ሃዋርያትን ንብሎም መራሕትና ከኣ፣ እንቋዕ ኣብቃዓኩም፣ እንቋዕኻ ነዚ ክትርእዩ ኣብቃዓኩም። ነቶም ሕድሪ ሰማእታት ናብዚ ኣልቢስኩሞ ሃገረ ኤርትራ ከም ሃገር ምስ ዓለም ብሓይላ ብቕልጽማ ብፍልጠታ ብኽእለታ ብዘይ ትካቦ ብዘይ ምጽወታ ከይሸርመምኩም ከይቆርመምኩም ነዚ ወለዶ እዚ ተረክቡና ዘለኹም ደጊመ ደጋጊመ ንዓኹም ዕድመን ጥዕናን እምነየልኩም። ሞሳን ሓበንን እስምዓኩም እዩሞ ብስም ኩሉ ኣርባዕተ ሚልዮን ሓሙሽተ ሚልዮን ህዝቢ ኤርትራ ዮሃና ከኣ። ካብዚ ወጻእ ድማ ፖለቲከኛ ክንፈ ድማ ኣብይ እንዳሃለወ ምንባር ኣይከኣልን ዝበሃል ዘሎ ብዛዕብኡ ደማ ፖለቲከኛ ክንፈ ደማ ሓደ ናቱ ሓሳብ እንዳሃበ እዩ ዝርካብ ዘሎ እስኪ ሰሚዕናዮ ንመለስ። ሕዚ ኣብይ እናሃለወ ምንባር ኣይንኽእልን ስለዚ ኣብዪ ክእለ ኣለዎ ኣብዪ ንኽእለ ድማ ምስ ኣብዪ ዝኣልዩ ሓይልታት ተኣኪብና ንሰርሕ ፅቡቕ እዙይ ዓላማ ኣይኮነን ብሱር ፖለቲካዊ መዋፅእ ኣይኮነን ፖለቲካዊ መዋፅእ ድሕሪ ኣብዪ ዘሎ ትግራይ እዩ እንታይ ክተምፅእ ልክዕ እኮ ኣብዪ ኣየንብረናን ዘለዎ ዶ ኣብዪ ብፖሊሲ ደረጃ ይጥፈአና ኣሎ ሕዚ እዚ ብጣዕሚ ሓደገኛ መደናገሪ እዩ። እዞም ሰባት እዚኣቶም ሃገር እውን እንተኢሎም ባእ ልክዕ እዮም ዲፕሎማሲ ዝሰርሑ፣ ባእ ልክዕ እዮም ምሕዝነት ዝፈጥሩ፣ ባእ ልክዕ እዮም እውን ፀላእ ዝፈጥሩ። ስለዚ ብግልፂ ኣብኡ ምስ ከድና ይብልኹ ምስቶም ሓይልታት ተዘራሪብና ብዲሞክራሲያዊ መንገዲ መሰል ዓርሰ ውሳነና እንውስነሉ ዕድል ንፍጠር ካበይ ከመይ ጌርካ ማለት ማለት የኾነ እንዶ ሕዚ መዓት ሓይል ኣብ ኢትዮጵያ ተፈጢሩ እሞ መዓት ናይ ደገ ኢንተረስት ኢድኣት እዩ ናብ ኢትዮጵያ መዓት ኢዶ እትዩ ሲ ቐደም እኳ ሕዋሕት ብጣዕሚ ግዙፍ ሓይሊ ባዕሉ ሓይልታት ፈጢሩ ወዲቡ ምስኦም ዘሰለፈሉ እኳ ቀዲሙ ወዲኡ ኸይዱ ኣብ ኢትዮጵያ ትግራይ ብኸምዚ መንገዲ እያ ትነብር። ካብኡ ናይ ቤንሻንጉል ንናይ ሶማል ሓይሊ ንናይ ኦሮሞ ሓይሊ እንተንኢሱ በተለይ ንናይ ሶማልን ንናይ ኦሮሞ ሓይሊ እንታይ ኣምፅሎም እስካብ ምግንፃል ምክንያቱ ንሶም ናይ ናፅነት ቃልሲ ኢና ነካየድ ዘለና ኢሎም ይንቀሳቀሱ ስለ ዝነበሩ ኢትዮጵያዊ ኮይንካ ክትነብር እንተኮይንካ እቶም ኣብ ዓለም ዘለዉ ኣክተራት ኣካል ዓለም እቶም በተለይ ወሰንቲ ዝበሃሉ ክድግፉኻ ኣለዎም። ንክድግፉኻ ድማ ፖለቲካዊ መዋፅእኻ መሰረት ገይሮም እዮም ዝድግፉኻ እምበር ሰብ ኮይንካ ስለ ዝተጨፍጨፍካ ስለ ዝሞትካ የኾነን። ስለዚ ካብዚ ብምብጋስ ሕዚ ብትግራይ ገፅ ዲፕሎማሲ ከይስራሕ እኮ ሓደ መሰረታዊ ጸገም ሕዝስ ናብ ኣሜሪካ ከድካ እውን እኮ ዲፕሎማሲ ንምስራሕሲ ታይ ታይ ኢኻ ትደሊ እዮም ክብሉኻ በቃ ማለት ምንም እኮ ተትደልዮ ኢኻ ተፍልጥ እኒኡ እኮ ልዕሊ ስልሳ ሰብዓ ዓመት ዝቃለሱ ንብሔሮም እኮ ከም ህዝቢ ስኢሎም ተበቲኖም ዝነበሩ እናተቃለሱ ዝነበሩ እኮ ገረይ ሕዚ ሓደ ሓደ ግዜ ዋላ መፅሎት ሃሊካ እውን ዘይክቕበሉኻ ይኽእሉ እዮም ሕዚ ግን ምንም ጸገም የብሉን ንጽረት ክትፈጥር ከለኻ ሕዚ እንተንኢሱ ከም ህዝቢ ኣብ ከመይ ዝበለ ቦታ ዘሎ ኩነታት ገሚትካ ሕዚ እኮ ሃገር ዘይክተምጽእ ትኽእል ኢኻ ዘይተምጸሉ ዕድል እኳ ተሃልዩሲ ኣብ ኢትዮጵያ ክትጸንሕ ትኾንካ እንታይ ዓይነት ምትዕራይ ተገይሩ ኢትዮጵያ ትጸንሕ ስለዚ እሱ ምትእምማን ምስ ፈጠርካ ኣብኡ ሓይልኻ ምስ ኣከብካ ነቶም ካልኦት እቶም ካልኦት እቶም ናይ ካልኦት ሃገራት ናይ ኣሜሪካ መንግስቲ ሲ ወሳኒ ተራ ኣለዎ ወሳኒ ግደ ኣለዎ እዩ ምንም ጥያቄ የብሉ።
ካብዚ ምቕጻል ድማ ፕሬዚዳንት ኢሳያስ ኣፈወርቂ ብዛዕባ ምስ ሱዳን ዘለዎም ርክባት ብዛዕብኡ ሓደ ዘረባ ተዛሪቦም ነይሮም ብዛዕባ እዚ ድማ ሓንቲ ቪድዮ ሒዘልኩም መጼ ኣለኹ እስኪ ናብታ ቪድዮ ከሕልፈኩም። ሱዳን ውን ኣብ ዝመጽኦም ክዕቆቡ እንድሕር ደልዮም ኣብ ገገዛና ውን ከነዕቑቦም ንኽእል ኢና ዋላ ሓንቲ ጸገም የብልናን። ትብላዕ ቅጫ እንድሕር ኣላትና ተኻፍልና ውን ክንበልዓ ንኽእል ኢና ጸገም የለን ዋና ነገር እቲ ንሕና ክንገብሮ እንኽኢል ደገፍ ወይ ምድግጋፍ እዩ ኣብ ሱዳን ዝነብሩ ዝነበሩ ኤርትራውያን ኣብ መዓስከራት ኣኪቦሞም ዝነበሩ ኹን ወጻኢ ካብ መዓስከራት ዝነብሩ ዝነበሩ ምስዚ ተፈጢሩ ዘሎ ድሕነታዊ ጸገማት ኣብዚ ክጽግዑ ደልዮም ፍቓድ ኣውጽእ እቶ ይትእቶ ዝበሃል ዘረባታት ውን የለን ከም ፖሊሲ ሎሚ ዘይኮነ ዋላ ናብ ዝቐደም ኣብዚ ኣብ ኤርትራ ዝኽፈት ድኳናት ናይ ረድኤት የለን፣ ድኳናት ናይ ጽጉማት የለን፣ መዓስከራት ናይ ስደተኛታት ዝበሃል እውን የብልናን፣ ከምኡ ይንገብር ኢና። ብፍላይ ኣብዚ ዞባ እዚ፣ ደቂ እዚ ዞባ እዚ ከኣ ኣብ ነንሓድሕዶም እቲ ዶባት ከም ዘለዎ ክኸብር ይኽእል እዩ። ኣብ መወዳእታ ግን ዜጋታት ናይ እዚ ዞባ እዚ ኣብ ነንሓድሕዶም እውን ክነባበሩ ክእሉ ኣለዎም፣ ንሓዋሩ። ንዕኡ ዝኸውን ብቕዓት ኣሎ ድዩ? ከምዚ ሕጂ ናይ ሱዳን ጸገም ክረኣ ከሎ፣ ማዕከን ሕብሲ ትበሃል ዝነበረት ሱዳን ኣብ ከምዚ ወዲቓ ክበሃል ናይዚ ሰላሳ ዓመታት ዕንወት ምስዚ ኩሉ ሃብቲ ምስዚ ኩሉ ጸጋ ናይ ሱዳን ህዝቢ ሱዳን ኣብዚ ወዲቑ ኢልካ ክትኣምኖ እውን ዝከኣል ነገር ኣይኮነን። ልዕሊ ኹሉ ሱዳናውያን ነቲ ዕድላቶም ክትኣምኖ ውን ዝከኣል ነገር ኣይኾነን። ልዕሊ ኹሉ ሱዳናውያን ነቲ ዕድላቶም ብግቡእ ተጠቒሞም ካብዚ ዘለውዎ ፀገም ክወፁ ዩ እቲ ዋና ዕላማ። ዓቕሚ ከኣ ኣለዎም፣ ፀጋታት ኣለዎም፣ ኣኺሉ ዝተርፍ ፀጋታት ኣለዎም። ዕድሎም ስለ ዝተኸፍለ ዩ ኣብዚ ደረጃ ወሪዶም ዘለዉ። ነዛ ሓፃር እዋን ተረኺባ ዘላ ፀገም ግን፣ ሓጊዝና ኢላልና ክንዛረብ ክንንየት ውን ኣይንኽእልን ኢና የብልናን ከምኡ ከምኡ ንገብርና። ካብዚ ብምቕጻል ድማ ላዕለዎት ልኡኻት ሰብ ስልጣን ናይ ስዑድ ዓረብ ድማ ናብ ከተማ ኣስመራ ብምቕናዕ ምስ ፕሬዚዳንት ኢሰያስ ኣፈወርቂ ኣገዳሲ ርክባት ኣካይዱ ምዃኖም ሓደ ሓበሬታ እንዳወጸ ዝርከብ ዘሎ ብዛዕባዚ ድማ ሒዘልኩም መጽየ ኣለኹ እስኪ ናብቲ ሓበረታ ከሕልፈኩም። ላዕለዎት ልኡኻትን ሰበ ስልጣንን ናይ ስዑድ ዓረብ ናብ ከተማ ኣስመራ ብምቕናዕ ምስ ክቡር ፕረዚደንት ኢሳያስ ኣፈወርቅን መንግስቲ ኤርትራ ኣገዳሲ ርክባት ከካይዱ ምዃኖም መራኸቢታት ናይ ስዑዲ ዓረብ ጸብጻባት ሒዘን ወጺኤን ይርከባ ኣለዋ። ብመሰረት እዚ ዝወጽእ ዘሎ ጸብጻብን ሓበሬታን መራኸቢታት ናይታ ሃገር ላዕለዎት ልኡኻት ናይ ስዑዲ ዓረብ ናብ ከተማ ኣስመራ ብምቕናዕ ምስ ክቡር ፕረዚደንት ኢሳያስ ኣፈወርቅን ሰብ ስልጣን መንግስቲ ኤርትራ ኣብ ቀረባ እዋናት ርክባት ከካይዱ ምዃነን እየን ኣብዚ ጸብጻባተን ጠቒሰን ዝርከባ ዘለዋ። መንግስቲ ኤርትራ ነቲ ኣብ ዞባ ቀርኒ ኣፍሪቃን ማያት ቂሕ ባሕርን ኣንጸላልዩ ዝርከብ ዘሎ ሓደጋታት ምሉእ ብምሉእ ንምቕንጣጡ ምስ መሻርኽቲ ዝበለን ኣካላትን ሃገራትን ሓያል ስርርዓት እናሰላሰለ ይርከብ ኣሎ። ብፍላይ ነቲ ኣብ ማያት ቂሕ ባሕሪ ዘሎ ጸጥታዊ ኩነታት ንምርግጋእ ብመሪሕነት ኤርትራ፣ ሱዕዲ ዓረብ፣ ግብጺ፣ ሱዳን፣ ፓኪስታን፣ ቱርኪ ዝቖመ ኪዳን ናይ ሓይሊ ባሕሪ ኣብዚ ሕጂ እዋን ካብ ግዜ ናብ ግዜ ዝተፍላለዩ ምዕባለታት እናመዝገበ ይርከብ ኣሎ። እዘን ሃገራት እዚኤን ነዚ ኪዳን ብወግዒ ክምስርትኦን ርክባት ከካይዳውን ኣብ ዝቕጽሉ እዋናት ክንከታተለን ክንዕዘብን ኢና። ሃገርና ኤርትራ ብዘይካቲ ኣብ ዞባ ቀርኒ ኣፍሪካ ዘለዋ ጽልዋ ኣብ ማያት ቀይሕ ባሕሪውን ክሳብ ክንድዚ ጽልዋ ፈጢራ ምስ ሓያላትን ኣገዳስን ዝበሃላ ሃገራትን ሓይልታትን ከምዚ ዓይነት ምንቅስቓሳት እናካየደት ትርከብ ኣላ። ላዕለዎት ልኡኻት ናይ ስዑዲ ዓረብ ናብ ከተማ ኣስመራ ዘቕንዑ፣ ምስ ሰበስልጣን መንግስቲ ኤርትራን ክቡር ፕረዚደንት ርክባት ዘካይዱ፣ ቀንዲ ጉዳይ ናይቲ ኣጀንዳ ብዛዕባ ስዑዲ ዓረብ ኣብ ኤርትራ ትገብሮ ውፍርታትን ምስ ኤርትራ ትገብሮ ንጸጥታን ወተሃደራዊ ስምምዓትን ዝምልከት ክኸውን ዝለዓለ ተኽእሎታት ኣሎ። መስሕብ ዞባ ቀርኒ ኣፍሪቃን ማይ ኣጥቂዒ ባሕርን ከተማ ኣስመራን ዓዲ ሃሎን ኮይኑ'ዩ ዝርከብ። ካብዚ ብምቕጻል ድማ ምዕራባውያን ሃገራት ድማ ዳግም ንኤርትራ ምንጻል ምቹው ዘይምዃኑ ብምርዳእ ጂኦፖለቲካዊ ቀርኒ ኣፍሪቃ ድማ ንኤርትራ ብምስታፍ ናይ ኣሰላልፋ ለውጢ ይገብሩ ከምዘለዉ ሓደ ሓበሬታ እንዳወጽኣ ዝርከብ ዘሎ። ብዛዕባዚ ድማ ሒዘልኩም መጺኤ ኣለኹ እስኪ ናብቲ ሓበሬታ ከሕልፈኩም። ቀይሕ ባሕሪ ከም ኣማራጺ ናይ ሖርሙዝ ምዕራባውያን ሃገራት ደጊም ኤርትራ ምንጻል ምቹእ ዘይምዃኑ ብምርዳእ ኣብ ጂኦፖለቲካ ቀርኒ ኣፍሪቃ ንኤርትራ ምስታፍ ናይ ኣሰላልፋ ለውጢ ይገብራ ከምዘለዋ ፍራስካ ሮቺና ኣብሪሁ። ኣብ ምቕያር ጂኦፖለቲካዊ ቀርኒ ኣፍሪቃን ስለምንታይ ምዕራባውያን ሓይልታት ምንጻር ኤርትራ ዳግመ ግምት ይገብራሉን ብዝብል ኣርእስቲ ዝቐረበ ሰፊሕ ጽሑፍ ምዕራባውያን ሃገራት ኪኖ መጻብቦ ሖርሙዝ ኣማራጺ ንምርካብ ሃሰው ኣብ ዝብላሉ ዘለዋ ግዜ ንኤርትራ ደጊምካ ምንጻል ሓጋዚ ከምዘይኮነ ተረዲእዋ ኣሎ ኢሉ። እቲ ጽሑፍ ምንቅስቓስ ፍልይቲ ወኪል ኤውሮጳዊ ሕብረትን ብድሕሪ መጋረጃ ዝካየድ ዘሎ ዝርርባትን ሕቡራት መንግስታት ኣሜሪካ ኣብ ግምት ብምእታውን እታ ኣብ ቀይሕ ባሕሪ ሽሕን ክልተ ሚእትን ሓምሳን ገማግም ባሕሪ ሒዛ እትርከብ ኤርትራ ማእከል ስሕበት ኤውሮጳዊ ሕብረትን ኣሜሪካን ኮይና ከምዘላ ዘረድኡ ድሕሪ ምባል ኤውሮጳዊ ሕብረትን ኣሜሪካን ምስቲ ኲናት እገዳን ዓለማዊ ተነጽሎን ተጻዊሩ ዝሰረረ መሪሕነት መንግስቲ ኤርትራ ዘካይድኦ ዘለዋ ዘተታት ከኣ ናይዚ ኣብነት እዩ ክብል ኣብሪሁ። እቲ ጽሑፍ ኣብ ማእከላይ ምብራቕ ዝካየድ ዘሎ ኲናት ምዕጾ መጻብቦ ሆርሙዝ ድሕሪ ምስዓቡ፣ ሰበ ስልጣን ኤውሮጳዊ ሕብረት ናብ ኣስመራ ዝገብርዎ ጉዕዞ ተራ ናይ ስራሕ ምብጻሕ ኣይኮነን ኢሉ። እቲ ጽሑፍ፣ ኤርትራ ምትእትታው ናይ ወጻኢ ሓይልታት ኣብ ውሽጣዊ ጉዳያት ብጽኑዕ እትጽየፍ ሃገር ብምዃና፣ ኤውሮጳዊ ሕብረት ኣሰር ፖለቲካዊ መርገጺ ኣሜሪካ ብምኽታል ኣብ ልዕሊ እዛ ሃገር ንዒስራ ዓመት ማዕቀብ ከም ዘንበረ ኣመልኪቱ። እቲ ጽሑፍ ወሲኹ ሎሚ ግን እዚ ኩነታት ዝቐየር ዘሎ ይመስል ብምባል ኣብ ዝሓለፈ መዓልታት ንምምሕያሽ ዝምድና ኣሜሪካን ኤርትራን ኣመልኪቱ ዝተዘርግሐ ሓበሬታ ከም ኣብነት ጠቒሱ። እቲ ምቕያር ጂኦፖለቲካ ቀርኒ ኣፍሪቃን ሰለምንታይ ምዕራባውያን ሓይልታት ምንጻር ኤርትራ ዳግመ ግምት ይገብራሉ ብዝብል ኣርእስቲ ዝወጸ ጽሑፍ ምዕጻው ሕርሙዝ ንቑጠባ ዓለም ብኸቢድ ከም ዝጸልዎ ብምርዳእ ኣብ የመን ዝንቀሳቐስ ዕጡቕ ሓይሊ ሑቲ ባብኤል መደብ እንተዓጽዎ ክስዕብ ዝኽእል ተወሳኺ ክሳራ ብምግንዛብ ምሕላው ቀይሕ ባሕሪ ከም ቅኑዕ ኣማራጺ ብምርኣይ ጸጥታዊ ርግእነቱ ንምሕላው ንኣዋርሕ ኣብ ዘተ ወሪዱ ከም ዝጸንሐ ኣመልኪቱ። ነዚ ንምግባር ከኣ ኤርትራ ስትራቴጂካዊ ጸጋ ምዃና እቲ ጽሑፍ ኣብሪሁ። እቲ ጽሑፍ ኤርትራ ኣብዚ እዋን ካብተን ኣብ ቀርኒ ኣፍሪቃ ኣብ ሰላም ዝርከባ ሒደት ሃገራት ምዃና ብምግላጽ፣ ሱዳን ንኣርባዕተ ዓመት ኣብ ኲናት ሕድሕድ ኣብ ዝተሸመመትሉ፣ ሶማል ብኣልሸባብ ኣብ ትርበሸሉ፣ ኢትዮጵያ ኣብ ትሕቲ መሪሕነት ቀዳማይ ሚኒስተር ኣብይ ኣሕመድ ብብሄራዊ ግጭት ኣብ ትሕመሰሉ ጅቡቲ ወተሃደራዊት ማእከል ኣሜሪካን ቻይናን ኮይና ኣብ ዘላትሉ፣ ኤርትራ ግና መሬታ ወተሃደራዊ መዓስከር ሓይልታት ወጻኢ ክኸውን ብዘይምፍቃድ ከምኡ'ውን ካብ IMF ናይ ዓለማዊ ባንኪ ዕዳ ብዘይምስካምን ኣብ ቀርኒ ኣፍሪቃ ፍልይቲ ሃገር ክትከውን ኣኽኢልዋ ኣሎ ኢሉ። እቲ ጽሑፍ ኣብ መወዳእታ ኤርትራ ዘለዋ ጂኦፖለቲካዊ ስፍራ ኣብ ግምት ብዘይምእታው ግዳይ ፖሊሲታት ምዕራባውያን ሃገራት ኮይና ጸኒሓ እያ፣ ሕጂ ግን ኣብ ዞባዊ ጸጥታ ንኤርትራ ነጺልካ ዝረጋገጽ ረብሓ ከምዘየለ ዝተረድኡ ሓይልታት ምስ ኤርትራ ዝምድና ክምስርቱ ይጓየዩ ከምዘለዉ ኣብሪሁ። ካብዚ ብምቕፃል ድማ ኤርትራ ድማ ዘመናዊ ኣፅዋራት ተዓጢቓ ስጉምቲ ምውሳድ ከምዝጀመረት እናተገለፀ እዩ ዝርከብ ዘሎ። ብዛዕባ እዚ ድማ ሓደ ሓበሬታ ሒዘልኩም መፂኤ ኣለኹ። እስኪ ናብቲ ሓበሬታ ከየልፈኩም። ኤርትራ ነብሳ ንምክልኻል እተብ ዝሓለፈ እዋን መቐፀልታ ዘእተወተን ሕጂ እውን ኣዝየን ምዕቡላት ናይ ኲናት ነፈርቲ፣ ዝተራቐቐ ፀረ ድሮንን ሚሳኤልን ኣእትያ ከምዘላ ወታደራውያን ምንጭታት ገሊፆም ኣለው። እቲ ሓበሬታ ወሲኹ እቲ ሕጂ ኤርትራ ኣእትያቶ ዘላ ፀረ ሚሳኤልን ፀረ ድሮንን ኣዝዩ ዝተራቐቐ ምዃኑን ዋግኡ'ውን ዝውንጨፍ ርሕቐትን ናይ መን ሃገር ምዃኑን ተጠቒሱ እዩ። መንግስቲ ኤርትራ ኣብ ከባቢ ዓሰብን መዕርፎ ነፈርቲ ኣስመራን ዘመናውያን ጸረ ድሮን ከም ዝተኸለ ተገሊጹ እኳ እንተ ነበረ፣ ዘ ኢኮኖሚስት ብሳትላይት ከም ዝተዓዘቦን ዝርዝር ሓበሬታ ግን ክህብ ኣይደለየን። ኣብዚ ሕጂ እዋን ኤርትራ ዘመናውያን ሚሳኤል ዓጢቓ ከም ዘላ ገሊጹ። ዘ ኢኮኖሚስት ከም ዝገለጾ ብልጽግና ንኲናት ይዳሎን ኣብ ግንባራት ድፋዓት የኹዕት ኣሎ ዝበለ ኮይኑ፣ እዚ ኣብ ዝኾነሉ እዋን ድማ ትማል ኣብዪ ብሰሜን ስልጣነይ ከሕድጉኒ ይመጹኒ ኣለዉ ተላዓሉ ክብል ተሰሚዑ ኣሎ። እዚ ከምዚ ኢሉ እናሃሎ ኤርትራ ነፋሪት ኢትዮጵያ ከም ዝሓዘት ይግለጽ ኣሎ። ኤርትራ ልኡላዊ ግዝኣታ ንዝጠሓሰት ነፋሪት ብልጽግና ኣብ ትሕቲ ቁጽጽር ከም ዘእተወት ይሕበር ኣሎ። ሎሚ ወጋሕታ ንሰማያት ኤርትራ ጥሒሳ ናብ ኢማራት ክትሓልፍ ዝፈተነት ነፋሪት ናይ ኢትዮጵያ ኣብ ትሕቲ ቁጽጽር ኤርትራ ከም ዝኣተወት ይንገር ኣሎ። ካብዚ ወጻኢ ድማ ስታሊን ድማ ብዛዕባ ናይ ሱዳን መንግስቲ ኣብ ልዕሊ ኢትዮጵያ መጥቃዕቲ ክወስድ እዮ ዝበሎ ስታሊን ድማ ሓደ ሓበሬታ ኣካፊሉ ኣሎ እስኪ ሰሚዕናዮ ንመለስ። እሱም የሱዳን መንግስት ሰሞኑ የፈጸምክበት ካርቱም መጥቶ ካርቱም የሱዳን ዋና ከተማ ነው። የኢትዮጵያ ዋና ከተማ አዲስ አበባ ነው። የሱዳን ዋና ከተማ አዲስ አበባ አይሜን ካርቱም ከተመታ የኢትዮጵያ ዋና ከተማ ሄዶ ወይ መቐለ ወይ ጅማ ወይ መቱ ወይ ነቀምት ኣይመታልን ኣይመታ አዲስ አበባ ነው የሚመጣብ ካፒታሲቲ ካፒታሲቲ ኢኩቫለንስ እሱ እንደዛ ነው የሚመጣ ሀገር ከሀገር ነዋ ተመጣጣኝ እርምጃ ማለት አዲስ አበባ ኤርፖርት ማለት ነው እሽሞ ፍትዋት ተኸታተልትና ናይ ልምዓት ነበረና ሓበሬታ ነዚ ይመስል ነይሩ ክሳብ ቀጻሊ ብሓድሽ ሰንራኸብ ቅድሚ ቪድዮ ምጻኹም ላይክ ምባር ከይትርስዑ ሰናይ ግዜ